ሻሎም ሻሎም ቤተሰብ እግዚኣብሔር ኣምላኽ ብሉጻት ህዝቢ ኣምላኽ ከመይ ጸኒሕኩም? ኢየሱስ ንዘለኣለም ጎይታ እዩ። ሎም ድማ ዝበለጸ ቃል ንድበለጸ መዓልቲ ድብል ፕሮግራምና ሒዝናልኩም መጺና ኣለና። እነዚ መዓልቲ ዝኸውን ዝበለጸ ናይ ህይወት ቃል ክንካፈል ኢና። ሎም እንካፈሎ ቃል ብቋንቋታት ኣብዚሕና ንጸሊ ዝብል እዩ። ርኢኹም ካብቲ ሓደ ኣብ ናይ ክርስትና ህይወትና ውጽኢታዊ ዝኾነ ናይ ክርስትና ጉዕዞ ክንጎዓዝ ብትኽክል ከምቲ ኣምላኽ ዝሓንጸጸልና ክንጎዪ ዘኽእለና ብቋንቋታት ኣብዚሕና ንጽሊ እንተደኣ ኮይንና ኢና። ብኻልእ ኣዘራርባ ብቋንቋታት ዘይጽልዩ ክርስትያናት ብትኽክል ኩሉ እቲ ኣምላኽ ዝበሎም ክነብርዎ ክሽገሩ ይኽእሉ እዮም። ትግርኛ እኹል ኣይኮነን ነቲ እግዚኣብሔር ኣምላኽ ኣዳልይልኩም ዘሎ ጎደና ክትነብርዎ። ስለዚ ኣብ ብቋንቋታት ምጽልላይ ብዙሕ ምስጢራት ብዙሕ ሃፍቲ ብዙሕ ነገር እዩ ዘሎ። ንኹሎም ኣብዛ ሓጻር ደቒቕ ዘርዚርና ክንውድኦም ኣይንኽእልን ኢና። ግን ብከፊሉ ንእሽተይ ነገር ስለ ብቋንቋታት ምጽላይ ኣብዚሕና ንቕንጽሉ ንምንታይ የድልየና ክንርኢ ኢና። መጽሓፍ ቅዱስ ክዛረብ ከሎ፣ ማሪቆስ ዓሰርተ ሽዱሽተ ዓሰርተ ሸውዓተ፣ ነቶም ዝኣምኑውን እዚ ተኣምራት እዚ ክስዕቦም ኢሉ፣ ብስመይ ኣጋንንቲ ከውጽኡ፣ ብሓድሽ ልሳን ድማ ክዛረቡ። ርእዩ፣ ኢየሱስ ክርስቶስ ካብታ እሱ። ሞይቱ ምስ ተሰኣ ንደሓር ዝመጹ ደቁ ወይ ድማ ንዕኡ ዝኣምኑ እንታይ ዓይነት ተኣምራት ካብ ካልእ ሰብ ፍልይ ዝበለ ከም ዝኽተሎም ነጊሩ። ተኣምራት ማለት ናይ እግዚኣብሄር ጣልቃ ገብነት ዝኣተዎ ጉዳይ ማለት እዩ። ብኻልእ ኣዘራርባ ካብ ናይ ሰብ ክእለትን ካብ ናይ ሰብ ዓቕምን ወጻእ ዝኾነ ነገር እዩ። ካብቲ ሓደ ተኣምራት ኢሉ ጸዊዕዎ ዘሎ ብሓድሽ ልሳን ምዝራብ እዩ። ኢየሱስ ምልክት ነጊሩ ከይዱ እዩ። እቶም ንዓይ ዝኣምኑስ ካብቲ ሓደ ምልክቶምስ ብሓድሽ ልሳን ክዛረቡ እዮም ኢሉ። ብኻልእ ኣዘራርባ እዚ ናይ ተኣምራት ቋንቋ ኣብ ተኣምራት ከንብረካ ይኽእል እዩ። ሓደ ሰብ ኣብዚሑ ብቋንቋታት ይጽሊ እንድሕር ኮይኑ ናይ ተኣምራት ህይወት ክነብር ይኽእል እዩ። ብዙሕ ተኣምራት ኣብ ህይወቱ ክርኢ ይኽእል እዩ። ምኽንያቱ እዚ ቋንቋ ንገዛእ ርእሱ ናይ ተኣምራት ቋንቋ እዩ። ብኻልእ ኣዘራርባ ብቋንቋታት ምጽላይ ልዕሊ ክእለትካን ልዕሊ ዓቕምኻን ክትነብር የኽእለካ። ልዕሊ ፍልጠትካ ክትነብር የኽእለካ። ልዕሊ ኣለኒ ትብሎ ነገር ክትነብር የኽእለካ። ምኽንያቱ ኣብቲ ብቋንቋታት ምጽላይ ኣብኡ ዝግለጽ ነገር ኣሎ ብ ህይወትና። ስለዚ ኣብ ሓድሽ ኪዳን ካብቲ ሓደ እግዚኣብሔር ኣምላኽ ንዅሎም ቅዱሳን ዝሃቦ ግሩም ውህበት ብቋንቋታት ምጽላይ እዩ። ብቋንቋታት ምጽላይ ሓደ ናይ ሓድሽ ኪዳን ቋንቋ እዩ። ካልኣይ ናይ ሓድሽ ፍጥረት ቋንቋ እዩ። ሳልሳይ ናይ መላእኽቲ ቋንቋ ኢሉ ጸዊዕዎ ኣሎ። ራብዓይ ድማ ብምልኣት መንፈስ ቅዱስ ዝወጽእ ውህበት መንፈስ ቅዱስ እዩ። መንፈስ ቅዱስ ውህበቱ ኩሉ ግሩም ውህበት እዩ። ዘድሊ ውህበት እምበር ዘየድሊ ውህበት የብሉን መንፈስ ቅዱስ። ብቋንቋታት ምጽላይ ድማ ካብቶም ሓደ ናይ መንፈስ ቅዱስ ውህበት እዩ። ብኻልእ ኣዘራርባ እዚ መንፈስ እዚ ነዚ ነገር እዚ ዝሃበና ስለ ዘድልየና እዩ። ኣብ ቀዳማይ ቆሮንጦስ ዓሰርተ ሰለስተ ሓደ ከምኡ ኢልዎ ኣሎ፣ ብቋንቋ ሰብን መላእኽትን እንተ ተዛረብኩ ኢሉ። ርኢኹም፣ ገለ ገለ ካብቶም ብቋንቋታት ምጽላይ ናይ መላእኽቲ ቋንቋታት ኣለዉ እዮም። እዚ ማለት ንመላእኽትስ ኣብ ህይወትኩም ኣክቲቭ ዝገብር እዚ ብቋንቋ ምጽላይ እዩ እንተ ደኣ ኣብዚሕኩም ብቋንቋታት ትጽልዩ ኾንኩም መላእኽቲ ብዘገርም መንገዲ ንጥቕምኹም ክሰርሑ ክጅምሩ እዮም ብዙሕ መልእኽትታት ከተሕልፉሎም ክጅምሩ ኢኹም ንብዙሕ ስራሕ ኣብ ህይወትኩም ክዋፈሩ ክጅምሩ እዮም። ብቋንቋታት ዝጽልዩ ሰባት መላእኽቲ ኣብ ናቶም ነገር ኣክቲቭ እዮም። ስለዚ ንመላእኽቲ ኣብ ህይወትኩም ብሓይሊ ንጥቕምኹም ክሰርሑ ትደልዩ እንተ ኮንኩም ኣብዚሕኩም ብቋንቋታት ጸልዩ። መጽሓፍ ቅዱስ ንብቋንቋታት ምጽላይ ክዛረብ ከሎ ምስጢራት ብመንፈስ ይዛረቡ ኣሎ ኢልዎም እዚ ማለት ንእምሮኹም ሕቡእ ዝኾነ ህይወት ኣእምሮኹም ጌና ዘይበጽሖ ናትኩም ነገር ክትበጽሕዎ ዝሕግዘኩም ብቛንቋታት ምጽላይ እዩ። ምኽንያቱ ብቛንቋታት ምጽላይ ኣብ ልቢ ኣምላኽ ዘሎ ኣጀንዳ ክትርድእዎ ይሕግዘኩም እዩ። ኣክሰስ ማዕጾ ይኸፍተልኩም እዩ። ኣብዚሕኩም ብቛንቋታት ብድጸለኹሞ መጠን ሓሳብ ኣምላኽ ብቐሊሉ ክትርድእዎ ክንጅምሩ ኢኹም። ምኽንያቱ ምስጢር ኢልዎ እዩ ብኻልእ ኣዘራርባ። ነቲ ምስጢራዊ ህይወት ድማ ኣባኹም ከም ዝግለጽ ገብሮ። እቲ ነገርሲ ንዓኹም ምስጢር ምዃኑስ የብቅዕ ማለት እዩ። የሱስ ንዘልኣለም ጎይታ እዩ። መጽሓፍ ቅዱስ ቀጺሉ ከምዚ ኢሉ ኣሎ፣ ነቶም ብቛንቋታት ድዛረቡ ኣብ ቀዳማይ ቆሮንጦስ ዓሰርተ ኣርባዕተ ከምዚ ኢሉ ኣሎ፣ ጥቕሲ ክልተ እቲ ብቛንቋ ዝዛረብ ምስጢራት ብመንፈስ ይዛረብ ኣሎ፣ ሓደ እኳ ኣየስተውዕሎን እዩ እሞ፣ ንኣምላኽ እምበር ንሰብ ኣይኮነን ድዛረብ ዘሎ። እዚ ማለት ምስ እግዚኣብሔር ብቐጥታ ሕብረት ክትገብር ዝተዋሃበካ ቃላት ብቋንቋ ምጽላይ እዩ። ኣምላኽ ልዕሊ ትግርኛ እዩ። እዚ ማለት ንኣምላኽ ብዝበለጸ ደረጃ ምስኡ ሕብረት ትገብረሉ ብቋንቋታት ምጽላይ እዩ። ይሲ ነቲ ቅዱስ ኣምላኽ ነቲ ዓብ ኣምላኽ ንዕኡ እኹል ዝኾነ ናይ ትግርኛ ቃላት ክንረኽበሉ ይንኽእልን ኢና። ስለዚ ብዝለዓለ ደረጃ ምስ ኣምላኽ መታን ሕብረት ክንገብር መንፈስ ቅዱስ ዝበለጸ እሱ ዝመረጾ ቃላት ይህቡና። ብቋንቋ ክትጽልዩ ከለኹም መንፈስ ቅዱስ ዝመረጾ ቃላት ኢኹም ትጥቀሙ። ምናልባሽ በእምሮ ክትሰምዖ ከለኻ ምንም ታእሽሙ ደይብሉ ክመስለካ ክእል እዩ። ንኣምላኽ ግን ከምኡ ኣይኮነን። ንኣምላኽ ግን ከምኡ ኣይኮነን። ንኣምላኽ ትኽክለኛን ዝበለጸን ቃላት እዩ። ይሲ ብቋንቋታት ክዝምሩ ከለኹም መጽሓፍ ክዛረብ ከሎ ቀዳማይ ቆሮንቶስ 14 17 ንስኻ ጽቡቅ ጌርካ ተመስግን ኣለኻ ኢሉ ንመን ነቲ ብቋንቋ ጌሩ ተመስግን ነቲ ብቋንቋ ጌሩ ድዝምር ኣንቱም ብሩኻት ጽቡቅ ጌርኩም ንኣምላኽ ከተመስግንዎ ትደልዩ እንድሕር ኮንኩም ጽቡቕ ጌርኩም ክብሪ ክትብዎ ትደልዩ እንድሕር ኮንኩም፣ ብቋንቋታት ኣብዚሕኩም ጸልዩ። ጳውሎስ ከምኡ ኢሉ ኣሎ፣ ብቋንቋታት ክዛረብ እየ ኢሉ፣ በእምሮ ከኣ ክዛረብ እየ ኢሉ። ብቋንቋታት ክጽሊ እየ፣ በእምሮ ድማ ክጽሊ እየ ኢሉ። እዚ ማለት መጀመርታ በእምሮ ኣይኮነን ኢሉ፣ መጀመርታ ብቋንቋታት ኢሉ። ርኢኹም ብሩኻት? ብቋንቋ ጸሊኹም ናብ ትግርኛ እንድሕር መጺኹም ትግርኛኹም ትንቢት ክኾነልኩም እዩ። ኣብዚሕኩም ብቋንቋታት ጸልዩ፣ ኣብዚሕኩም ብቋንቋታት ጸልዩ። እቲ ብቋንቋታት ድጽሊ ንሱ ንርእሱ እዩ ዝሃንጽ ኢሉ። እንተ ደኣ ህይወትኩም ክትህነጹ ብመንፈስ ቅዱስ ትደልዩ ኾንኩም እሱ ብዝሃበኩም ቃላት ምጥቃም ተላመዱ። ምህናጽ ማለት ልክዕ ከምዚ ቤት ህንጻ ክትሃንጽ ኮለኻ ትሃንጾ ከምኡ ማለት እዩ። ምህናጽ ማለት ልክዕ ከምዚ ንሞባይል ቻርጅ ክትገብራ ኮለኻ ቻርጅ ምግባር ማለት እዩ። ምህናጽ ማለት ኣባኻ ዘይነበረ ናይ መንፈስ ቅዱስ ትብዓት ኣባኻ ክግለጽ ኮሎ ማለት እዩ። ብቋንቋታት ብድጸለኹሞ መጠን መንፈሳዊ ህይወትኩም እንዳተሃነጸ እዩ ዝኸይድ። መጽሓፍ ክዛረብ ከሎ ይሁዳ ሓደ ዒስራ ከምዚ ኢሉ ንስኻትኩም ግና ኣንቱም ፍቑራተይ በታ ካብ ኩሉ እተቐደሰት እምነትኩም ንርእስኹም እናሃነጽኩም ብመንፈስ ቅዱስ እናጸሌኹም እታ ካብ ኩሉ ዝተቐደሰት እምነት ኣብ ውሽጥኹም መንፈስ ቅዱስ ኣትይዋ ዘሎ እሳ እንዳደልደለት እንዳበርትዐት እንዳዓበየት ብዙሕ ስራሕ ኣብ ህይወትኩም እንዳሰራሐት ክትከይድ ንዓኹም ድማ እታ እምነት ክትሃንጸኩም ትደልዩ እንተደኣ ኾንኩም ትገዝእ እምነት ክትሕዙ ትደልዩ እንተደኣ ኾንኩም ውጽኢት ተምጽእ እምነት ትደልዩ እንተደኣ ኾንኩም ኣብ ህይወትኩም እዛ ኣብ ውሽጥኹም ዘላ እምነት ከምኡ ኮይና ንኽትግለጸልኩም ብመንፈስ ጸልዩ ምኽንያቱ ብመንፈስ እንዳጸለኹም እዩ ዝብል እታ ዘላትና እምነት እኳ ንገዛእ ርእሱ ኣድማዒት ትኸውን ብመንፈስ ንጽሊ እንተ ደኣ ኮይንና እዩ። ብሉጻት ኢኹም ንስኹም። ንብሉጽ ህይወት ተጸዊዕኩም ኢኹም። ብሉጽ ቋንቋ ተዋሂብኩም ኢኹም። ምናልባሽ ሰባት ከቃልልዎ ይኽእሉ እዮም፣ ስለ ዘይፈልጥዎ እዮም። ንስኹም ግን ተጠቀምሉ፣ መታን ክትረብሕሉ። ንስኹም ብሉጻትን ክቡራትን ኢኹም። ሻሎም።